ክቡራት ተኸታተልቲ ቲቪ ኣዳል ከመይ ኢልኩም ቀኒኹም? በቲ ጀሚርናዮ ዝነበርና ዝሓለፈ ሰሙን ብዛዕባ ህሉው ኩነታት ሃገርናን ህዝብናን ከምኡ ከኣ ብዛዕባ ኩነታት ሃገራዊ ባይቶ ንዲሞክራስያዊ ለውጢ ዶክተር ዩሱፍ ኣብዚ ኣቕሪብናዮ ኔርና። ንዑ መቐጸልታ ከኣ ምሳና ተጋዳላይ ብጻይ በሽር ይስሓቕ ኣብዚ ስቱድዮ ቀሪቡ ኣሎ ምሳና። ብሽመይን ብሽምኩምን ንበሽር ይስሓቕ እንኳዕ ደሓን መጻእካ ይብሎ። እንኳዕ ደሓን መጻእካ በሽር ይስሓቕ ኣብ ስቱድዮና። ከም መእተዊ ብዙሓት ሰባት በሽር ዳርጋ ከም ሽም እዮም ዝፈልጡኻ እምበር መን እዩ በሽር እቲ ናይ ኣበይ ተወሊዱ ናይ ትምህርቲ ኣገደስቲ ኣብ ሂወትካ ብዛዕባ ክትገልጽ ቁሩብ ናይ ክልተ ደቂቅ ተስፋ ክበካ ዕድል ክበካ እየ መን እዩ በሺር ይስሓቅ እንተልናስ መን ኢካ። ኦከይ በሺር ይስሓቅ ሓደ ኤርትራዊ ኣብ ኣቁርደት ተወሊደ። ኣቡካ ዓብየ ከምኡ ውን እዚ ባረንቱ ገለ ኤርያ ኣብኡታት እየ ዓብየ ትምህርተ ብቅርበት እየ ተማሂረ ክሳብ ሻምናይ ታሽዓይ ክፍሊ ኣዲስ ኣበባ ጀነራል ዊንጌት ትምህርት ቤት ሽዑ ናይ ኤሊት ቤት ትምህርት ቤት ነይራ ኣብኣ ሓሊፈ ኣጋጣሚ ኮይኑ ኣብኣ ሃይ ስኩል ኣብኡ ተማሂረ ድሕሩ ኣዲስ ኣበባ ዩኒቨርሲቲ ኣትየ ማለት እዩ ኣብኡ ከኣ ምስቲ ናይ ኢትዮጵያ ዝነበረ ሽዑ ናይ ማሕበር ተማሃሮ ምንቅስቃስ፣ እቲ ኦፖዚሽን ናይ ኢትዮጵያ ተቓውሞ ኣንጻር ሃይለስላሰ ንሱ ጥራሕ ዝነበረ ኣብኡ ተጸንቢረ። ኣብኡ እሰርሕ ጸኒሐ ማለት እዩ ክሳብ ኣብ ፈጻሚት እውን በጺሐ ኣለኹ። ኣብኡ ንምንታይ ኣነ ካብቶም እሪትራውያን ኣብኡ ዝነበርና ሽዑ ኣብ ክልተ ዳርጋ ክልተ ርእይቶ ነይሩ ገሊኦም እሪትራውያን ንሕና እንታይ ገደሰና ኣብ ዓዲ ኣምሓራ መጺእና እዞም ኣንጻር ሃይለስላሴ መሬት ላኣራሹ ዝብሉ ዘለዉ ንድሞክራሲ ዝሓቱ ዘለዉ ኮንስቲቱሽናል መንግስቲ ዝሓቱ ዘለዉ እንታይ ገደሰና ብዛዕብኦም ዝብል ነይሩ። እንታይ ገደሰና ንሕና ክንመሃር መጺእና ወይ ሜዳ ንኺድ ወይ ኣጽቒጥና ኣብዚኣ ንቐመጥ ሰላሕ ኢልና ንኸይድ እንተኾና ከኣ ዓድና ንኺድ ዝብል ሓደ ርእይቶ ነይሩ ኣነ ከምኡ ኣይነበርኩን እዚ ሰውራዊ ሓይሊ እዩ ንለውጢ እዩ ዝቃለስ ዘሎ ኣካሉ ኮይነ እየ ዝቃለስ ዝነበርኩ ኣካሉ ግን ኣነ ብሕማመይ ከም ኤርትራዊ እቲ ኣምሓራይ እቲ እቶም ካልኡቶም ኢትዮጵያዊ ብሕማሙ ማለት እዩ ንሱ መሬት ላላሹ ገለ ይብል ከሎ ኣነ እውን ናፃነት ንኤርትርያ ኢለ ምስተኦም ኣብ ኢትዮጵያ ዝቃለሱ ዝነበሩ ኣብይ ዓብየ ኣክቹዋሊ ናይ ፖለቲካ ኣፋፍኖት ኣነ ኣብ ጀብሃዊ ፋሚሊ እየ ተወሊደ ነይሩኒ ጀብሃ ምፍታው ገለ ምንም ሻለካ ትራዲሽናል ግን ንእሽተ ከለኹ እየ ሳብናይ ክፍሊ ከለኹ እየ ኣዲስ ኣበባ ዝኸድኩ ሕጂ እቲ ቅድመይ ዝነበረ ነቲ ናተይ እጃም ንክጻወት በታ ንእስነታ ናተይ ሽዑ ምስቲ ኢትዮጵያን ስቱደንት ሙቭመንት ዝብል ግዜ ናይ ዋለልይ መኮነን ግዜ ናይ ጥላሁን ግዛው ኣብኡታት እየ ኣርኪበ ስለዚ ናቶም ተምሃራይ ኮይነ እየ ኣባይ ዘ- ኣዲስ ኣበባ ዘገልግ- ወዲእካ ዘገልግል ኣዲስ ኣበባ ወዲኤ ዳሕራይ እ፣ ደርጊ መፅኡ ኦፍኮርስ ኣብቲ እድገት ብህብረት ገለመለ ዝብል ኣብኡ ምስ ወሰደና እ፣ ንጀብሃ ከይደ ማለት እዩ ኤርትራ መጺኤ ትምህርትኻ ወዲእካዮ?
ኣይወዳእኹን ሳልሳይ ዓመት ከለኹ ኣብ ኣዲስ ኣበባ ዩኒቨርሲቲ ሳልሳይ ዓመት ከለኹ እወ። እ፣ እቲ መጺኡ ሕጂ ናይ ግዲ ክንገድፎ ኔርና እድገት ብህብረት ዝብል ኣብ ገ ንሕና ግን ኣብቲ እድገት ብህብረት ክኸይድ ኣይመረጽኩን ከም ብዙሓት ካልኡት ብዙሓት ካልኡት ኤርትራውያን እውን እቲ መንእሰይ ሽዑ ኣብ ኣዲስ ኣበባ ዝነበረ ኩሉ ኣብ ሰውራ እዩ ሒዙ ኣነ ንጀብሃ መጺኤ ማለት እዩ ጀብሃ ኣትየ ኣብኣ ኔረ ግን ዳሕራይ ኣብ ክፍሊ ናይ ናይ ህዝቢ መዲቦምኒ

ናይንቲ ፋይቭ ጃንወሪ ናይንቲ ሲክስ ኣብኡ ኣብኡ ተኻፊለ ኣብኡ ከኣ ኣባል መራሕነት ኣብቲ ናይ ኢትዮጵያ ምሽሙ ተመክሮ ገለ ስለ ዝነበረኒ ገለ ከምኡ ውን እቲ ናይ ናይ ኣብ ሚድል ኢስት ዝነበረ ተምሃሮ ናይ ውድባት ምስ ዝኸይድ ነይር ንሕና ግን እዚ

መንገዲታዊ ኣተሓሳሳባ ንዑና እናባልካ ከምኡ ዓይነት ኔርና ኣራይ። ኦኬ መቸም ኣብ ባግዳድ ኣብ ኣስፈጻሚት ሽማግለ ናይ ማሕበር ተማሃሮ ኤርትራ መጽየ ዳሕራይ ሰብዓን ሸውዓተ ከኣ ኣብቲ ማሕበር ኣብ ኣቑርደት ነጻ ምስወታት ኣብኡ ዝገበርናዮ ጉባኤ ኣብኡ ኣቦ ወንበር ናይታ ማሕበር ተማሃሮ ኮይነ ናይ ጅብ እታ ኣብ ናይ ተጋድሖ ኤርትራ እወ ተጋድሖ ኤርትራ ማለት እዩ ከምኡ ጠቕላላ ጠቕላላ ኣቦ ወንበር ናይ ምሉእ ናይ ምሉእ እወ ተማሃራይ። እወ ተምሃራይ ኾይነ ማለት እዩ ከምኡ ውን ኣባል ኣብታ ኣብታ ሲሲ ናይ ማሕበር መንእስያት ሽዑ እያ ተብል ዝነበረት ትምስረት ነይራ። ሃይለ ኣብ ዓንዱ ዝመርሓ ዝነበረ ማለት እዩ ኣብኣ ውን ኣባል ሲሲ ኾይነ መቸም ንጀብሃ ወኪ መን ሽሙ ወኪ ንጀብሃ ኣረኣእያ ወኪለ ውን ወቲ ማሕበር ወኪለ ኣብ ብራግን ኣብ ችኮሰፋኪያን ብዙሕ ዓመታት ኣ ማቸ ወኪለ እየ እቲ ስ ስሚናራት እቲ ፌስቲቫላት ዝግበር ዝነበረ እቲ ማሕበር ተምሃሮ ኣባል ስለ ዝነበርና ማለት እዩ ሽዑ ኣባል ኮይና ማለት እዩ ኣብ ኣይዩኤስ ማለት እዩ እቲ ዝነበረ ሽዑ እዩ ድሕርኡ ጀብሃ ምስ ዛዘመት ወይ ጀብሃ እቲ ዝተረኸበ ምስ ተረኸበ ከረኮን እንተህዳይ ኣነ ድሕርኡ እወ ድሕርኡ ጀብሃ ምስ ተመቃቀለት ኣነ ገዲፈዮ ገዲፈዮም ሱዳን ኣትየ ትምህርተይ ጀሚረ እንደገና ኣብ ካርቱም ዩኒቨርሲቲ

ጀሚረ ኣይወዳእክዎን እምበር ጀሚረ እቲ ሪሰርችስ ናይ መጨረሻ ኣይወዳእክዎን እምበር ገለ ገይረ ኣብኡ ዳሕራይ ፋሚሊ ገለ መለ ብኡ ገይርና ከዓ ንስኻ ከም ትፈልጦ ኣብዚ ስዊድን ካብ ምምፀኢ ኣብዚኣ ዓዲ ነፀነት ዓዲ ገለ እቲ ጓሃይ ዝነበረና ማለት እዩ ጀብሃ

ገለመለ የለን ኤርትራ ሻዕብያ ሻዕብያ እዚታት ምስ መፀ ክንቃወሞ ጀሚርና ማለት እዩ ክንቃወሞ ጀሚርና እምበር ኣነ ኣብዚ ስቶኮልም ናይ ምርጫ ናይ ሪፈረንደም ኣብቲ ኮሚቴ ምስ ፀጋይ ድንሽ ዝመርሖ ዝነበረ ኣብዚ ኣባል ነይረ ማለት እዩ ኩላኹም ትፈልጡ ስለዚ ዕድል ንሃቦ እዚ ስርዓ እዚ ዝብል ኣብ ዓድና ኣብ ዓድና ክንሰርሕ እውን ዓድና ከነድቕ እውን ክንካፈል ኢና ዝብል ርእይቶ ዝነበረኒ ሰብ እየ ዳሕራይ ግን እቲ መንገዲ እናተዓፀወ ሻዕብያ ጉልባበ እናቆልዓት ሓተ ዲክቴተር መንሽሙ ሓቲ ፍሹል ዓዲ ክተብል ብኤንጂኦስ ገለመለገለ ገይርና ጀሚርና ንስኻ እውን ነርካ ኢኻ እሱ ቀስ ኢሉ ቀስ ኢሉ ናብቲ ተቃውሞ መፅኡ ዳሕራይ ክንፅና ማለት ፅቡቅ ኣብቲ ናይ ህሉው ኩነታትን ሃገርናን ህዝብናን ኣብኡ ቅድሚ ምስጋርና ከም በሽር እስሓቅ ዝኾነ ተቃላሳይ ኣውንታውን ኣሉታውን ኣለዎ ዝፍሉጥ እዩ ግን ዝያዳ ከኣ ወቅሳ ከኣ ኣለካ ትውቀ ከም በሽር እዚ ይስመዓካ ዶ ሓደ ሓደ ግዜ ዝያዳ ከም ዘለካ ካብቲ ኩሉ ግዜ በሽር ከምዚ ገይሩ በሽር ከምዚ ገይሩ በሽር ከምዚ ኢሉ ብዙሕ ዝገበርካዮ ኣሎ ንሕና ንፈልጦ ማለተይ ሲ ካብ ግዜ ዋዕላ ቅድሚኡ ትሒዙ ክሳብ ካብ 2005 ዝጀመርካዮ ግን ትወቅሳ እቲ ምውቃስ ከኣ ንበሽር ከኣ ከኣ ክንዱ እዩ ከኣ ከምኡ ስምዒታት ኣለካ ዶ? ኩሉ ግዜ ይስምዓኒ ግን እንታይ መስለካ ሰብ ኣነ መጀመርያ ከም ዝበልኩኻ እወ እቲ እቲ እቲ ኣተዓባባይ ናትካ ባህርያኻን እወ ኣተ- ኣ- እቲ እቲ ኣተዓባብያኻን ኣተዓባባይ ናተይ ኣብዚ ሚድል ኢስት ዝነበረ እዚ ጀብሃ ምስ ጀመረ ገለ ከምኡታት ከምዚ እ፣ ከምኡ ኣይነበረ ኣነ ያ። ከምኡ ኣይነበርኩን ኣነ እቲ ሜክ ኣፕ ናተይ እ፣ ኣ- ከምቲ ናይ ኢትዮጵያ እ፣ ማሕበር መንእስ ማሕበር ተምሃሮ ሽዑ the only opposition ኣንጻር ሃይለስላሰ ዝነበረ፣ ዳሕራይ ደርጊ ምስ መጸ እውን ኣንጻር ዘርጊ ዝተንቐሳቐሰ፣ ማብዛሕቱ ጸጋማዊ፣ መን ሽሙ፣ ኣረኣእያታት፣ ኣይዲዮሎጂታት፣ ድራይቭ ዝገብር፣ ዳሕራይ ኢኖቬሽን ማለትሲ ሓድሽ ተበግሶታት ዝምጽእ፣ ኣብ ጽላል ኮፍ ኢልካ ንድሕነትካሲ ኣብ ጽላል ጽላል እናኸትካ ጽልምት ጽልምት ዝበለ ቦታ እናኸድካ ጥራሕ ኣበይ'ያ ደሓን ዛላ ዝብል እዚ ዳርጋ ኣይ ዋላ እንተ ደልየዮ ኣብ ጠባየይ የለን ኣብ ጠባየይ የለኹን ኣነስ ኩሉ ግዜ እቲ ሓቂ ዝርእያ ጌጋ ክትኸውን ትኽእል እያ ልክዕ ክትኸውን ትኽእል ኦፍ ኮርስ ሰብ ከም ወዲ ሰብ ብዙሕ ይጋገ ሎሚ ታሪኽ እንተ ዝምለስ ብዙሕ ኣሎ ካብ መንእስነትካ ክሳብ ሕጂ ኣበይ ከም ትኸይድ ገለ ክትግምግሞ ትኸውን ግን ብቲ ሽዑ ልክዕ ነይሩ ማለት እዩ ባዕሉ ኣብ ሰውራ ምጽንባርካ ኣብኡ እውን ከምዚ እቲ ንገብሮ ዝነበርና ማለት እዩ ሕጂ እውን ኣብ ተቓውሞ ከም ዝበልኩኻ ኣብዚ ኣነ ኖእ ተቓዋማይ ክኸውን እየ ኢለ ኣይኮንኩን ዝጀመርኩ ግን
እቲ ኹነታት ኣብ ዝነበረ ክንቃወም ኤንጂኦስ ጌርና ገለመለ ጌርና መዓልቲ ብመዓልቲ እግርካ ሸተት እናበለ ንምንታይ መስለካ ሓድሽ ነገር ይፍጠር እቲ ሓድሽ ነገር ክገጥሞ ኣሎኒ ኣነ እንተ ዘይገጠምክዎ መን ክገጥሞ እዩ ኢልካ ሕልና ኣለካ ኩሉ ግዜ ሕልና ሒዝካ እቲ ሊድ ትወስድ እ፣ you pay the price እቲ ዋጋ ትኸፍል ትኸፍሎ፣ እ። እቲ ዋጋ ናይ ቅድሚት ዝኸይድ እንታይ ይበሃል ብ- ብመንሽሙ ትግርኛ እ፣ ድሕሪ እ፣ እ፣ እታ እታ እኽሊ ካብቶም ብጾታ ንላዕሊ ትውንጨፍ ወይ ንዑፍ ወይ ንዑፍ ወይ ንውንጪፍ ድያ ትባል ስለዚ ንስኻ if you try to lead if you try innovation ሓዲሽ ሓሳባት ንምሳል ምሳል ከበካ ባይቶ ዝብል ንሕና ምስ መጻና ኪዳን ነይሩ ኣብ ኪዳን ኣቲና ኖ ኪዳን ኣይኣክልን እዩ ዝበለ መጀመርያ እዚ ምንቅስቃስ ኣነ ዝመርሖ ፌደራላዊ መንግስቲ ስሙ እዩ ወረቀት ኣቅሪብና ኣይኣክልን እዩ ውድባት በይንና ኣብዚ ኣብ ኣዲስ ኣበባ ወይ ኣብ ኻርቱም ተኣኪብና እዚ ህዝብና ኣብ ዲያስፖራ ዘሎ ክንደይ ሓይልታት ዘሎ ነጸንብሮ ነእትዎ ኢልና እዚኣ ንደፍኣላ ኔርና ብዙሕ ካብ ውድባት ገሊኦም ከኣ ኣበይ ክወስዱና እዮም ሰላም እንዲና ኔርና ኣበይ ከብጽሑና እዮም እዚኣቶም ገለመለ ዝብል ብዙሕ መንሹ ኔርዎ ሕጂ እውን ኣለዉ ስለዚ እቲ ፎርችነት ይኹን ኣንፎርችነት ይኹን ኩሉ ግዜ ንሕና ኣብዚ ምንቅስቃስ ኣነይን ብጾተይ ኣነ ብፍላይ ኣብቲ መንሽሙ ዘለኹ እቲ ንኣምነሉ እዚ ከውጽኣና እዩ እዚ ንህዝብና መንሽሙ ኣቢልና ንጥቕሚ ወይ ዝኣ ከይፈትውለይ ወይ ዋላ ኣብ ሱዳን ካለና ዋላ ኣብ ኢትዮጵያ ካለና ኖ እዚኦም ክጸልኡለይ እዮም ዝኣ እንተበልኩስ ኣይተድሕነንን ኣይገለ ክብል የብልና እቲ ሓቂ ንብላ ዱብ ኣውሪድና ንቃለሳላ ንቃለሳላ ኩሉ ግዜ ልክዕ ኣለ ማለት ኣይኮነን ኩሉ ግዜ ግን እቲ ትኣምነሉ ትቃለሰሉ ክሳብ ኣዘርዋይስ ትዓግብ እንተዓጊብካ ካልእ ትገትፎ ግን ክሳብ ሕጂ በሺር ዝበሃለሉ ኣነይ እንተሪእኻ ካኣ ኣነይ ጥራሕ ኣይኮንኩ እቶም ብጾተይ እውን ኣብቲ እቲ እቲ እቲ ጠባይ ከምዚ ስለ ዘሎ ንምሳሌ ባይቶ ንግበር ገለ ንብል ነና ንሕና

ሓድሽ ተርኒን ፖይንት ክትመርሕ ኩሉ ግዜ ጠባይ ናይ ወዲ ሰብ እዩ። ካብ ሓደ ፓራዳይም ንኻሊእ ፓራዳይም ሺፍት ንኽትገብር እቲ ዋጋ ናቱ ከቢድ እዩ። ከፍልኻ፣ ኦኬ፣ ከቢድ እዩ። ጽቡቕቲ። ናብ ናብ ናብ ካብ ዲክታቶርነት ንደሞክራሲ ክትኸይድ እቲ ም- ምዕጻፍ እቲ ተርኒን ፖይንት እንታይ ይበሃል ብትግርኛ ኣይደ እታ ተርን ዝገብራላ ግዜ ንዓክ ዝመርሕ ዘሎ ኣእጋሩ ይስበር ኩሉ ግዜ እታ ላም ቅድሚት እትኸይድ እትጽይት እንተላ ንዓ እያ ትወስዳ እታ መሹ ስለዚ ሰላም እንተ ኣብ ለውጢ ኩሉ ግዜ ዝመጽእ ሰላም እንተ ደለኻ ምስቶም ኣዕዋፍ ዝበሩ ኣብ ውሽጦም ኣቲኻ ትበርር ወይ እተን ከብቲ ዝኸዳ ኣብ መንጎ ኣትያ እታ ተበላጺት ላም ምስኣተን ትኸይድ ማለት እዩ ግን ቅድሚት ናብ ማይ ገጻ ንሳዕሪ ገጻ ንገለ ገጻ ወይ ንክትበኣስ ወይ ክትዕረቕ ክተብል እታ ቅድሚት እትኸይድ ላም ኩሉ ግዜ እቲ ሽፍታ ንዓዩ ዝቐትላ

እዚ ባህርያት ናይ ዝተፈላለየ ናይ ወዲ ሰብ ስለ ዝኾነ ዳርጋ እዚ ባህርያት እዚ እውን ኣብ ብዙሕ ሽግር ናይ ወዲ ሰብ ጥራሕ ኣይኮን ከም ውድብ እውን ከም ውድብ። ኣነ ምስ ብጾተይ ይሰርሕ ኩላትና ምስ- ምናልባት እቲ ዝተበገስናዮ ንሕና ኣብቲ ዝደቀሰ እቲ ማይ ደው ዝበለ እምኒ ክንድርቢ ኢልና ኢና ተወዳዲብና እወ። ስቲል ንዓና ንኸይድ ዘለና ተሓቢእና ምስቲ ካልእ ርእስኻ ኣድኒንካ ኣነ እንታይ ገደሰኒ ጌጋ እንተሎ ንምንታይ እየ ዓገብ ንምንታይ ይብል ንብል እንተ ንምንታይ ንኸውን ዝሕመ እዛ ዓይነት? ውድብ ምህላዋ ዛቱ ኣይድልን እዩ ሓራ ማለት እዩ። ኦኬ እ፣ እቲ ካልኣይ እ፣ ሕቶ እንታይ እዩ ኩነታት እ፣ ህዝብናን እ፣ ሃገርናን እ፣ ኣሕፅር ኣቢልካ እ፣ ዳርጋ ኩሉ ሰብ ይከታተሎ ኣሎ ግን እስኻ ከመይ ትሪኦ? ኣበይ ኣለና ንሕና? ኣነ ናይ ብሓቂ እዚኣ ሃገር የብል ከለኹ ብጣዕሚ ሓዘን ይስማዓኒ ከም ተጋዳላይ ኣብቲ ኣብቲ ኤንድ ኦፍ ዘ ተናል ማለት ኣብቲ ጸሊም መንገዲ ንኸዶ ዘለና ኣብቲ መጨረሻ መብራህቲ ይረኣየኒ እዩ መብራህቲ ይረኣየኒ እዩ ግን ነዊሑ እቲ ጸልማት ንሕና ከም ህዝቢ ኤርትራ ውሑድ ከሎ ድኻ ከሎ ተጋዲሉ ንሰላም ንደሞክራሲ ንራህዋ እዩ ተጋዲሉ እቲ ውጽኢት ግን ኣንፎርችነትሊ ሕማቕ ኮይኑ እቲ ንርእዮ ዘለና ኮይኑ ተጠሊሙ ህዝቢ ተጠሊሙ ሰውራ ተጠሊሙ ልምዓት ተጠሊሙ ዲሞክራሲ ስለዚ እዚ ሕጂ ዝኸይድ ዘሎ እቲ ሰላም ናይ ሶሻል ሰላም ከማን ኣብ ውሽጢ ኤርትራ ሰላም ናይ ህዝቢ መመንግኡ ማለት እዩ ህዝቢ ዳይቨርሲቲ ኦፍኮርስ ቀቢላታቱ

ኣብ ሶሻል Social Development እዚ ኣብ ግዜ ሰውራ ሰጊርዎ ዝነበረ ሎሚ ሻዕብያ ኣምጺኡ ኣከለ እኹም ንስኹም ባህሪ ገለ ብሄር ገለ ገለመለ ሃይማኖት ገለ ገለ እንስኹም ደቂ ከበሳ እትኹም ደቂ መታሕት እዚታት ኣብኡ በጺሕና ዘለና እከይ እቲ ግብሪ ናይቲ ስርዓት እዩ ዲቫይድ ኣን ሩል ብዝብል ሰላም ናይ ውሽጢ ብውሽጢ ኤርትራውያን ክገብር ኣይካልን ሰላም ምስ ጎረቤትካ ከማን ግን ሰላም ውሽጥኻ እንተዘይገበርካ ምስ ጎረቤትካ እውን ከማን ሰላም ባዕሉ ቫልዩ ኣለዎ ሰላም ምስ ዓለም ቫይሉ ክገብር ኣይከኣለን ኦከ ዋላ ከምኡ ኣይሃልዎ ግን ኢኮኖሚክ ዋላ ግሮውት ዕድገት ናይ ኢኮኖሚ ኣብ ዓዲ እውን የለን ማለት ክንደይ ኢንዳስትሪ ዶ ተሰሪሓን ክንደይ ሕርሻታት ዶ ተሰሪሑ እንታይ እዩ እንታይ እዩ ምግቢ ካብቲ ቀደም ዝረኽቦ ዝነበረ ዝተሓተ እዩ ዝነብር ህዝቢ ኤርትራ መንእሰይ ተስፋ ስኢኑ ኣነ ብካልእ ኣይርእዮን እየ ተስፋ እንተዝህልዎ ኣብ ዓዱ ክንድዚ ንደገ መይወሓዘ ነይሩ መንእሰይ ጥራሕ ኣይኮነን ኣብ ሱዳን ውን እንተሪእኻ ወላ ደቂ ሰብዓ መፁ ኣለው ንምንታይ ገሊኦም ደቆም ኣብኡ ፈሪሖም ገሊኦም ኣብኡ እዛ ሃገር እዚኣ ብዝኾነ ዓይነት ንድሕሪት እንተዘይኮኑ ንቕድሚት እዚ ስርዓት እዚ ክወስዳ ኣይከኣልን ካብ ኩሉ ካብ ኩሉ ቤኖሼ ኣብቲ መጨረሻ መዓልትታቱ ምስቶም ተቃውምቱ ሰላም ገይሩ እቲ ውሽጣዊ ሰላም ኣዕቂቡ፣ እቲ ውሽጣዊ ሰላም ከኣ ምስቶም ካልእ ሰላም ኣዕቂቡ፣ ቀስ ኢልካ ከኣ ኣብ ሕድገት ኢኮኖሚ፣ ኢኮኖሚክ ደቨሎፕመንት፣ ኣብ ምዕባለ ኣብኡ ኣምሪሑ ማለት እዩ። ሱዳን እንተኾይኑ ዋላ ይሕመቕ፣ ሚሊተሪ ይኹን ገለ፣ ምስቶም ተቓወምቱ፣ ምስቲ ሶሻል ዲፍረንስስ፣ ምስቲ ዝተፈላለየ ሽግራት ዘለዉ ክፈትሖ ብልዝብ ይፍትን። እዚ ስርዓትዚ ፈጺሙ ብሰላም፣ ሰላም ዝብል ቃል ኣብ ውሽጢ ኣይፈልጦ ኣብ ደገ ኣይፈልጦ ኣብ መንጉኡ ወላ መንጉ ወላ ሻዕብያ ወላ ሻዕብያ ውሽጢ ሽግር ምስ ተፈጠረ እቲ ውግእ ምስ መፀ ርእቶታት ፍሊ መፅዩ ፍልሊ ናይ ርእቶታት ይመፅእ ከሎ ብማእሰርቲ ብምቕታል ብመንሽሙ ኣይመፅእን እዩ እቲ እቲ ዝመፅእ ሰላም ዝመፅእ ኮፍ ኢልካ ብሰላም ማለትሲ እቲ እቲ ምርዳእ ዝመጽእ ኣብ ውሽጢ ሻዕብያ ክዕቕቦ ኣይከኣሉን ሰላም ኣብ ውሽጢ ተ ተጋደልቲ ዝነበሩ ቀደም ጀብሃ ሻዕብያ ካልኡት ማለት ክብል ኣይከኣለን መንጎ ዝተፈላለዩ ሕብረተሰብ ኤርትራ ዝተ ኣነ ኣብ ኣብ ሕብረተሰብ ኤርትራ ናይ ሃይማኖት ሽግር ኣሎ ባእሲ ኣሎ ኢለ ኣይኣምንን ናይ ብሔራት ሽግር እውን ኣሎ ኢለ ኣይኣምንን ናይ ከበሳ መታሕት ገለመለ ባርካ ዶ ገለ ሩባ ዶ ገለመለ ኣሎ ገይነ ኣይኣምንን እየ ግን እቲ እቲ ስርዓት ይጥቀመሉ ስለ ዘሎ ናይ ተስፋ ምቑራፅ በዚን በቲን ሕራይ ብልጭልጭ እሞ እናበለ ይመፅእ ማለት እዩ። ሕራይ ካልኣይ ገፅ እውን ነዚ ናይ ኤርትራ ኩነታትን መንግስትን ክትገልፆ ዝፀናሕካ ካልኣይ ገፁ ከዓ ናይ ተቓውሞ ሓይሊ ኣሎ ሕጂ ብኸምዚ ዓይነት ዝግለጽ ሃገር ደሓን ዝኾነ ተቓውሞ ኢኻ ትጽበ። ጥርኑፍ ዝኾነ ተቓውሞ፣ ጥርኑፍ ርእይቶ ዘለዎ እሞ ኸኣ ቀልጢፉ ለውጢ ከምጽእ ዝኽእል። ንምንታይ እዚ ኩሉ ሽግራት ክትገኖ? ሚዛንካ እንታይ እዩ ኣብዚ ተቓውሞ ሓይሊ? ተቓውሞ ከምቲ ኣነ ተስፋ ኣሎኒ ከም ዝበልኩ ኣብቲ ኣብቲ ኤንድ ኦፍ ዘ ኦፍ ዘ ቻናል ኣብቲ ኣብቲ ናይ ቻናል መጠረሽታ እወ ናይ መጠረሽታ መብራህቲ ይረኣይ እወ ኣብኡ ሰላም ይረኣየኒ እዩ ከም ተጋዳላይ ኩሉ ግዜ ከኣ ተስፋ ን ክመጽእ ሓንቲ መዓልቲ ክትወግሕ እያ ኢልካ እንተዘይ ወላ እንተነዊሑ እቲ ለይቲ ክትወግሕ እያ እንተዘይ ኣመንካ ክትቃለስ ኣይትኽእልን ኣይትኽእልን ኢኻ። ኣይትኽእልን ዓም ሓሞትካ ይፈስስ ከ- ዕጥቅኻ ኣውሪድካ እ፣ ኮፍ ትብል ማለት እዩ ኣረ። ኣነ ኩሉ ግዜ ይረኣየኒ እዩ ግን እንታይ እዩ ዝብል ተቃውሞ ከምቲ ኣነ ዝደልዮ ኣይኮነን እዩ ዘሎ

ቨሪ መን ሽሙ ብዙሕ መን ሽሙ ዘበለ ደሞክራሲ ስለ ዝረኣና እቲ ደሞ እቲ ተቓውሞ ናትና ከምኡ ክኸውን ንጽባ የብልናን። ግን ካብዚ ዘሎ እውን ክሕሽ ይክእል ይኽእል ነይሩ ማለት እዩ። ግን ካበይ ድዩ ተቓውሞ? ካብ ህዝቢ እኮ እዩ ተወሊዱ። እቲ ህዝቢ ብሓምሳ ዓመት ዕስራ ዓመት ብተቓውሞ ናይ ሰላማዊ ዳሕራይ ሰላሳ ዓመት ብብረታዊ ሕጂ እውን ዕስራ ዓመት ኣንጻር ሻዕብያ ብምቀላሱ ደኺሙ እዩ እቲ ህዝብና ናይ ብሓቂ ደኺሙ እዩ ተሓዋዊስዎ እዩ ተስፋታት እቲ ትጥለም ካለኻ ካብ ኩሉ ዝኸፍ እዩ። ህዝቢ ኤርትራ ተጠሊሙ። እዚ ተቃውሞ ኣካል ናይዚ ህዝቢ እዩ። ካብቲ ዝተጠለመ ኣካል ናቱ እዩ። ስለዚ ነንሕድሕድካ እዚ ዘይምትእምማን፣ ሓሓንሰብ ብነፍስኻ ዘይምትእምማን፣ ሓሓንሰብ እውን ዓቕሚ ዘይምህላው፣ ሰውራ ይትስእ ከሎ ቀደም ሕጂ ሰብ ከም ጀብሃ ከም ሻዕብያ እዩ ዝጽበዮ ነቲ ተቃውሞ። ሽዑ ሰብ ኣብ ቦትኡ ኣብ ገዝኡ ነይሩ። እቲ ሕብረተሰብና ኢንታክት። ታክት እንታይ ዝበሃል ማለት እቲ ሕብረተሰብና ከምቲ ቀደሙ ተኣሳሲሩ ዓዲ ዝነበረ ኣብ ዓዲ ከተማ ዝነበረ በቦተው ሒዙ እዩ ሎሚ እቲ ሕብረተሰብና ፋሕ ኢሉ ፋሕ ኢሉ ፋሚልያት ተበቲነን እቲ ዝተበተነ ፊዚካሊ ተን ፋሚሊታት ጥራሕ ብኣካል ጥራሕ ኣይኮነን ዝተበተነ ብሓሳብ ብእምነት ኣብ ነፍስኻ ምትእምማን እውን ተበታትዩ ስለ ዝተበታተነ ኣብ ውሽጢ ዘሎ ኩነታት ይንጸባረቕ እዩ ኣብቲ ኣብቲ መንሽሙ ሻዕብያ ከኣ ካን ኢሉ እዘን ዕስራ ዓመት ናይ ፈውሲ ሪሃብሊቴሽን እንተ ዝግበር ነይሩ ምናልባት ህዝቢ እርትራ ተፈዊሱ ሕጂ ወላ ኣብ ውሽጢ ተቃውሞ ሳውንድ መንሽሙ ዘለዎ መተፈጠረ ነይሩ ግን ጽላለ ኣብ ውሽጢ

ተመን ተለዊጡልካ ከመይ ኢኻ ትዋግኦ ከመይ ጌርካ ኢኻ ተብሎ ዋይ ስለ ዝኾኑ እቲ ህዝቢ ኤርትራ ገና ክተብዕ ኣይከኣለን ወይ እታ መንገዲ ንዑ ኣብ ካልእ ዓድታት ከምኡ ስለ ዝኾነ ተቓውሞ ኣብ ኤርትራ ናይ ግዲ ከምኡ ክኸውን ኣይኮነ ንምንታይ ሰውራ ኤርትራ እውን ኣብ ካልእ ዓዲ ሰውራታት ስለ ዝነበረ እታ ሰውራና ነቲ ካልእ ኣይትመስልን ነይራ ናትና እያ ትመስል ነይራ እቲ ተቓውሞ እውን ናትና ክኸውን ኣለዎ ቀስ ኢሉ በቲ ናቱ ክዓቢ ኣለዎ ኣብ መጠረሽታ ክልተ ደቂቅ እዩ ዘለና ሰለስተ ደቂቅ ኣርባዕተ ሕቶ ወይ ከኣ ሰለስተ ሕቶ ኣለዋና ንስኻ ኣቦ ወንበር ኣሰናዳዊት ሽማግለ ኢኻ ነዚ ጉባኤ ዝመጽእ ዘሎ እዚ ጉባኤ እቲ እዚ ኣሰናዳዊት ሽማግለ ከመይ ይኸይድ ኣሎ ስርሑ እቲ ጉባኤ ወርሒ ዓሰርተ ክልተ ክኸውን ኔርዎ ከማን ኣሰናዳዊት ሽማግለ ዘለኻ ኣቦ ወንበርነት ዘለኻ ክኸውን ድዩ ክኸውን እንተዘይኮይኑኸ መዓስ እዩ ክኸውን እቲ ጉባኤ ኣነ ኣብዚኣ እንታይ ክብል እየ ዝደሊ ባይቶ
ኣሕጽር ኣቢልካ። እወ ባይቶ እ፣ እ፣ ዓላማ ናይ ህዝቢ ኤርትራ እዩ ኣረ። ባይቶ እንታይ ይርእዮ ኣሎ እቲ ህዝቢ ማለት ዝሓሸ ውደባታት ከ- ከይኸውን ይኽእል እዩ ግን ካብቶም እ፣ እ፣ እ፣ ካብኡ ዝሓሸ የብልናን ማለት ሲ ካብቲ ዝበፃሕናዮ ዘለና ከም ተቃውሞ እታ ኪዳን ገለመለ እናበልና መፂና እቲ ዝሓሸ በፂሕናዮ ዘለና ንሱ ስለ ዝኾነ ንዑ ምድርባይ ኣብ ዚሮ ምምላስ ስለ ዝኾነ ባይቶ ክህሉ ሓደ እቲ እቲ እቲ ማለትሲ ትራንሲሽናል ወይ ግዝያዊ ቐልሲና ግዝያዊ ቐልሲና መሳርሒ እዩ። ኣረ እሱ ቦትኡ ኣሎ እቲ ናይ እወ ኣሰናባሪ ስለዚ ሽማግለ እቲ ዝዓንቀፈና ኣነ ከም ዝመስለኒ ብፍልጠት ይኹን ብዘይፍልጠት ይኹን ሓደ ፕሮጀክት ኣንጻር ናይ ባይቶ እ፣ እ፣ ተላዒሉ እ፣ እዩ። ተላዒሉ ተላዒሉ ገሊኦም እ፣ እንታይ ኢሎም እዚ ባይቶ እዚ ከፍርስዎ ካን ኢሎም ታዲያ እቲ ኣሰናዳኢ ሽማግለ ኣይኮነን እቲ ታርጌት ዝነበረ እቲ ታርጌት እቲ ባይቶ ውቲ ባይቶ ዝውክሎ ዓላማታት እቲ ባይቶ ዝውክሎ ፕሮጀክት ንዑ ንምህራም ዝተስኡ እዮም ግን እዚ ናተይ ርእይቶ እዩ ናይ ብዙሓት ርእይቶ እዩ ከኣ። ኣሰናዳኢት ከኣ እዚ ምስ ገጠማ ብዙሕ ክትንቀሳቐስ ኣይከኣለትን። ግን እንታይ ይመስለካ ጸኒዓ ኣብ ቦትኣ ኣብ ቦትኣ ጸኒዓ በይንና ኣይንኽእሎን ኢና ምስቶም ውድባት ኢላ ንኹሎም ውድባት ጸዊዓ ኣብ ሴሚናር ንዑ እሂን ምሂን ንበል እሞ እቲ ታሕዲር እየ ሽስሙ እቲ ምስልላ በዓልና ኣይንኽእሎን ኢና ብሓንሰብ ነብል ኢላ ሓሙሽተ ውድባት ኣይመጹን ዓስርተ ሓሙሽተ ግን መጺኦም ካብቶም ውድባት ዘለዉ ኣብኡ ብቲ ሰሚናር ንዛተ ምስ ተኣቶም ኢና ኮሚቴ ውፅኢና እታ ኮሚቴ ንዓመት ኸይዳ ኣነ ሕጂ ኣብ ዲቴይልስ ክኣቶ ኣይኮንኩን ግን ኣይተዓወትኩምን እወ ኩሉ ግዜ ኣይተዓወትና ኖ እናተባሃልና ባይቶ ፈሺሉ ባይቶ ሞይቱ እናተበለ ኣዋጃት ገለ ኣብ ገፅና እናተደርበየ ቐንዩ ማለት እዩ ድሕሪኡ ሕጂ ብዝሓለፈ ኖቨምበር እውን ኣብዛ በፅሕና ኣላና ኢና ዓሰርተ ሓሙሽተ ውድባት ኣኪብና ሰሚናር ጌርና ማለት እዩ ኣብታ ሰሚናር እቲኣ ከኣ እንታይ ተቢሉ፣ እዚ ስራሕና ናይ ምስንዳእ ንሕና ንዞም ሓሙሽተ ስል ኢምቢ ስለ ዝበሉ ንዓመታት ንዕም ክንጽበ ኣይኮናን ድሕሪ ሕጂ እንተመጹ ዝሓሸ እንተዘይመጹ ግን ዋላ ጎዲልና ኣሎ ሓደ ጽብዕትኻ ተቆሪጹ እንተኾነ በዘን ትሽዓተ ሰርሕ ማለት እዩ ኣረ እዚኣ ኣድላይቲ ምዃና ትፈልጥ ኢኻ ግን እንተመጺኦም ኣል ስለዚ ኣብ ክልተ መቒና ሓንቲ ኮሚተ ኣቋቒምና ንኹሉ ግዜ ምስዚኣቶም ክ- ዘተ። ዘተ ገይራ ኣብቲ ናይ ባይቶ ዓላማታት መተመሊሶም ኣብቲ ባይቶ ክሰርሑ ምስ ሰቦም ካልኡት ዝሰርሑ ማለት እዩ ካልኣይቲ ኮሚትታት ብዙሕ ጌርና ከኣ ዑደት እናገበርና ሕጂ ኣነይን ዶክተር ዩሱፍ ኣብዚ ዑደት መጺና ዘለና ዑደት ጌርና ንህዝብና ክነፍልጦ እዚ ጉዳይ ዘብል ዘሎ ገጽ ንገጽ ምስኡ ኮና ከኣ እቲ ሓቂ ክንነግሮ ሓቂ ካብኡ ክንሰምዕ ምዕዶ ናቱ ክንሰምዕ ተውጂሃት ናቱ ክውጃሃና ከኣ ኣይትጋገዩ ኣለኹም እንተበለና ከኣ ትጋገዩ ኣለኹም ጽቡቕ ኣለኹም ክንሰምዕ ምስ ህዝብና ምስ ህዝብና ከምቲ ምስ ውድባት ንካፈሎ ዝነበርና ምስዞም ሲቪል ሶሳይቲ ምስ ውልቀ ሰባት ምስቶም ኮሚኒቲስ ክንካፈሎ ከምኡ እውን ሓገዝ ነዚ ጉባኤ ነፍስና ክኢልና

እዚ ዝበዝ ነይሩ እቲ ናይ ሎሚ ክትዕና ማለት እዩ ብዙሕ ሕቶታት ኣሎ ኣብ ራድዮ ይኹን ኣብ ካሊእ ይኹን ክትካታተሉና ስለ ዝኾንኩም ብሽመይን ብሽምኩምን ንሓውና በሺር ብዙሕ የመስግነካ ስለዚ ክሳብ ዝመጽእ ዘሎ ሰሙን ንራኸብ ድሓን ቀንዩ። ኣነ እውን ብጣዕሚ የመስግነካ እዚ ርእይቶታት ናይ ባይቶ ናብ ህዝቢ ንምብጻሕ ዝሓገዝኩምና ብጣዕሚ ነመስግነኩም።